ናብቲ ፈለማይ ዜና እንትንሰግር፣ ፕሬዚዳንት ሳህለወርቅ ዘውዴ ብሕልፈት ህይወት ድምፃዊ ማዲንጎ ኣፈወርቅ ዝተሰምዐን ሓዘን ገሊፀን። እተን ፕሬዚዳንት ኣብ ማሕበራዊ ምትእስሳር ገፀን ኣብ ዘቐመጠኦ መልእኽቲ፣ ውሩይ ድምፃዊ ማዲንጎ ኣፈወርቂ ገና ኣብ ኣፍላ ዕድሚኡ ካብዛ ዓለም ብሞት ብምፍላዩ ኣዝየ ሓዚነ እየ ኢለን። ንስድርኡን ፈተውቱን ኣዝማዱን ኣድነቕቱን ፅንዓት ጥንካረ ይምነ እውን ኢለን። ብተዛማዲ ዜና፣ ስነ ስርዓት ቀብሪ ድምፃዊ ማዲንጎ ኣፈወርቂ፣ ሎሚ ዓሰርተ ትሽዓተ መስከረም ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ ቤተ ክርስቲያን ካቴድራል ቅድስት ስላሴ ከም ዝፍጸም ተገሊጹ ኣሎ። ቀዳማይ ሚኒስትር ኣብዪ ኣሕመድ ምስ ፕሬዚዳንት ሶማሊያ ሓሰን ሼክ መሓመድ መኺሮም። ቀዳማይ ሚኒስትር ኣብዪ ኣሕመድን ጉጅለ ልኡኾምን ብፕሬዚዳንት ሶማሊያ ሓሰን ሼኽ ምስ ዝምራሕ ጉጅለ ልኡኽ መንግስቲ ዘትዮም ኣለው። ክልቲኦም መራሕቲ ኣብ መንጎ ኢትዮጵያ ሶማሊያን ዘሎን ርክብ ዝሓሸ ንምጥንኻር ዘለዎም ድሌት እውን ገሊፆም እዮም። ብፍላይ ቀርኒ ኣፍሪቃ ዝተረጋግዐት ንክትኸውን ሓቢርካ ምስራሕ ከምዘድሊ እውን ገሊፆም እዮም። ፕሬዚዳንት ሓሰን ሼኽ መሓመድ፣ ኢትዮጵያ ዝሓሸት ሶማሊያ ንኽትህልው ዝኸፈለቶ መስዋእቲ ናእደኦም ብምግላፅ፣ ክልቲኤን ሃገራት ዘጋጠምዎን ሓበራዊ ፀገማት ንምፍታሕ ምትሕብባር ኣድላዪ ከምዝኾነ ኣመላኪቶም። ቀዳማይ ሚኒስትር ኣብዪ ኣሕመድ ብግደኦም፣ ኢትዮጵያ ምስ ሓዱሽ ምምሕዳር ፌዴራላዊ ሪፐብሊክ ሶማሊያ ብዝተፈላለዩ ብርክታት ምስራሕ ድልውቲ ከምዝኾነት ኣረጋጊፆም። ብፍላይ ድማ ኣብ ቁጠባዊ መዕለልታት ትኹረት ከምዝግበርን ጥንክርቲ ሶማልያ ንጥንክርቲ ኢትዮጵያ ዝጠቅም ከምዝኾነን ገሊፆም። ፕሬዚዳንት ሶማልያ ሓሰን ሼኽ መሓመድ ዕላዊ ዑደት ስራሕ ንምክያድ ኣዲስ ኣበባ ምእታዮም ይፍለጥ። እቶም ፕሬዚዳንት ኣብ መዕርፎ ነፈርቲ ቦሌ እንትበፅሑ ቀዳማይ ሚኒስትር ኣብይ ኣሕመድ ኣቀባብላ ከምዝገበርሎም ይዝከር። ፕሬዚዳንት ሶማሊያ ንዕላዊ ዕደት ስራሕ ኢትዮጵያ ኣትዮም። ፕሬዚዳንት ሶማሊያ ሓሰን ሼክ መሓመድ ዕላዊ ዕደት ስራሕ ንምክያድ ኣዲስ ኣበባ ምእታዮም ተገሊጹ። እቶም ፕሬዚዳንት ኣብ መዕርፎ ነፈርቲ ቦሌ እንትበጽሑ ቀዳማይ ሚኒስተር ኣብይ ኣሕመድ ኣቀባብላ ገይሮምሎም። ኣብ ጻኒሒቶም ኣብ ክልቲኣውን ካልኦት ዛዕባታትን ክዛተዩ እዮም ዝብል ትጽቢት ኣሎ። ከይዲ ብሄራዊ ዘተ ብፋይናንስ ምድጋፍ ዘኽእል ሰነድ ፕሮግራም ኣብ መንጎ ሚኒስትር ገንዘብ፣ ኮሚሽን ብሄራዊ ዘተን ፕሮግራም ልምዓት ውድብ ሕቡራት መንግስታትን ተፈሪሙ። ንሰለስተ ዓመት ተግባራዊ ዝግበር በዚ ሰነድ ፕሮግራም ልምዓት ውድብ ሕቡራት መንግስታት ምስ መሓዙት ልምዓት ፈንድ ንምትእኽኻብ ማእኸል ፋይናንስ ብምኽፋት ዘመሓድሮ ይኸውን ተባሂሉ። ፕሮግራም ልምዓት ውድብ ሕቡራት መንግስታት ብግዲኡ፣ ከም ሓደ መሓዛ ልምዓት ከይዲ ብሄራዊ ዘተ ብፋይናንስ ንምሕጋዝ ክልተ ነጥቢ ክልተ ሚሊዮን ዶላር ኣሜሪካ ምምዳቡ ተፈሊጡ ኣሎ። ፕሮግራም ልምዓት ውድብ ሕቡራት መንግስታት ብዝኸፍቶ ማእኸል ፋይናንስ ኣብ ዝቕፅሉ ሰለስተ ዓመታት ምስ መሓዙት ልምዓት ሰላሳን ክልተን ነጥቢ ኣርባዕተ ሚሊዮን ዶላር ሓገዝ ገንዘብ ንምትእኽኻብ ከምዝተተለመ ተሓቢሩ ኣሎ። መንግስቲ ንቲ ኮሚሽን ብሄራዊ ዘተ ካብ ዝምድቦ ዓመታዊ በጀት ብተወሳኺ እዚ ኣብ ፕሮግራም ልምዓት ውድብ ሕቡራት መንግስታት ብዝኽፈት ማእኸል ፋይናንስ ምስ መሓዙት ልምዓት ብምዃን ዝተኣኻኸብ ናፃ ብዝኾነ ፋይናንስ ንቲ ፈንድ ዘተሓባብር ከምዘመሓድር እውን ካብ ሚኒስትር ገንዘብ ዝረኸብናዮ ሓበሬታ የመላኽት። እቲ ትረስት ፈንድ ምጥያስ ንኮሚሽን ብሄራዊ ዘተ ልእኽትኡ ንክዋፃእ፣ ትካላዊ ዓቕሙ ንምጥንኻር ንኹሉ ዘሳትፍን ኣሳታፊ ሃገራዊ ዘተታትን ኣብ ዝተትሓዘሎም እዋን መሰረት ንምጅማር ከምኡ እውን ኣብዚ ሃገር ወሳናዊ ዝኾኑ ዙርያ ምኽንያታት መፍትሒ ክኾኑ ዝኽእሉ ምኽረ ሓሳባት ንምፍላቕ ኣብ ዝገብሮ ፃዕሪ ኣስተዋፅኦ ከምዝህልዎ ተኣሚንሉ እዩ ክብሉ ገሊፆም። ብህዝቢ ኦሮሞ ዓብዪ ቦታ ዝወሃብ በዓል ኢሬቻ በዓል ሰላምን ዕርቅን ምዃኑ ተገሊፁ። ኣብ እዋን እቲ በዓል ምስ ዕርቅን ሰላምን ዝፃወኡ መልእኽትታት ተቐባልነት ከምዘይህልዎም እውን ተሓቢሩ ኣሎ። ፀብፃብ ወንድወሰን ኣፈወርቅ፣ ናዝሬት ብር እዩ።
በዓል ኢሬቻ ብህዝቢ ኦሮሞ ዓብዪ ቦታ ዝወሃቦ በዓል እዩ። ምስ መደብ ዳጉኢ ቲቪ ፃኒሕት ዝገበሩ ተመራማሪ ታሪኽ ወንድሙ ነጋሽ ከምዝበልዎ እዚ በዓል ህዝቢ ኦሮሞ ስለዝሓለፈ ነገር ንኣምላኹ ዘመስግነሉን ንዝመጽእ ድማ ሰናይ ንክኾን ዝልምነሉን እዩ። ሰዎች ለረጅም ሰዓት ሳይገናኙ ከወንዝ ማዶ የሚቆዩበት ነው። ሰባት ንነዊሕ እዋን ከይተራኸቡ ኣብ ማዕዶ ሩባ ዝጸንሕሉ እዩ። እዋን ክረምቲ ዝናብ ኣሎ፣ ውሕጅ ኣሎ። እዚ ጸጋ ክረምቲ እኳ እንተኾነ ንምርኻብ ግና ምቹው ኣይኮነን። እዚ ክረምቲ ብጸልማት ይምሰል። ስለዚ እዚ በዓል ካብ ጸልማት ናብ ብርሃን መሳገሪ፣ መራኸቢ፣ ተስፋ ዝስነቐሉ እዋን ስለዝኽበር ነዚ ብምስጋርና ንኣምላኽ ስለ ዝሓለፈ ነመስግነሉ፣ ንቕድሚት ድማ ካብ ክረምቲ ሒዝናዮ ምስ ዝሳገርና ጸጋታት ንቕጽለሉ፣ ዝዘራእናዮ ፍረ ኣፍርዩ ንሰባትን ዝተፈላለዩ ህይወት ዘለዎም ፍጡራትን ሓቢሩ ክምግብ ዝልምነሉ እዩ። እዚ ብዙሓት ብሃንቀውታ ዝጽበይዎ በዓል ኢሬቻ፣ በዓል ሰላምን ዕርቅን ምዃኑ ዝፍለጥ እዩ። ሰብ ምስ ማሕበረሰብ፣ ምስ ዓርሱ፣ ምስ ተፈጥሮን ዕርቂ ዘውርደሉ እዩ። እዚ እውን ብዝተፈላለዩ ብርክታት ይሳለጥ። የተጋጨ በተለያየ ኣከባቢ የሚኖር ዝተጓነጸ ኣብ ዝተፈላለየ ከባቢ ዝነብር ካብ ስድራ ጀሚሩ እንተሃልዩ ቅድሚ ኢሬቻ ምኽባሮም ጎረቤት ምስ ጎረቤት ሓው ምስ ሓው ቂም እንተሃልዩ ዕርቂ የውሪድ እዩ ኢሬቻ ዘኽብር ማለት እዩ ኢሬቻ ካብ ስድራ ጀሚሩ ክሳብ ብዙሕ ቁጽሪ ዘለዎም ማሕበረሰብ እዩ ዝኽበር በብብርኩ ማለት እዩ። ሓላፊ ቢሮ ባህልን ቱሪዝምን ክልል ኦሮሚያ ሁሰን ፈይሶ ምስ ኢቲቪ ኣብ ዝነበሮም ፃንሒት ከምዝበልዎ፣ እዚ በዓል ናይ ሓድነት እዩ፣ ኣብ መንጎ ሰባት ፍልልይ ኣይህሉን። የሃይማኖት፣ የፖለቲካን፣ የዘርን ወይም የቋንቋን የተለያዩ ነገሮች ልዩነቶች የለውም እዚህ ውስጥ። ፍልልይ ሃይማኖት፣ ፖለቲካ፣ ዘርኢ፣ ቋንቋ ኣብዚ የለን። ነዞም ፍልልያት ዘተኣናግድ፣ ኩሉ በዚ ተረባሓ ዝገብር ሓበራዊ ኣተሓሳስባ ዝመፀሉ እምበር ሓደ ነቲ ሓደ ፈልዩ ዘኽብረሉ ኣይኮነን። እዚ በዓል ናይ ዕርቂ፣ ሰላምን ሓድነትን ብምዃኑ ነዚ ዝጸብኡ መልእኽትታት ተቐባልነት ኣይክህልዎምን። በዓል ላይ ያስተላለፉት መልእክት ኣለ ኣባ ገዳዎች። ኣብዚ በዓል ኣባ ገዳታት ዘመሓላልፍዎ መልእኽቲ ኣሎ። እቲ ሓደ እዚ በዓል ካብ ስርዓት ገዳ፣ ባህሊ ኦሮሞ፣ እቲ ዝዓበየ ኢዩ። ካልኣይ እዚ በዓል ሰላምን ይቕሬታን ስለዝኾነ ነዚ ዝምልከት መልእኽቲ ሒዞም ንኽመጹን እዩ። ካብዚ ወጻኢ ዝመሓላለፉ መልእኽትታት ካብ ስርዓት ገዳ ዝወጹ ነገራት ኣይዕወቱን፣ ምስ ፈጣሪ ዝተጻልኣ ስለ ዝኾነ ይብሉ ኣባ ገዳታት። ምኽንያቱ ይቕሬታ ዘይተቐበለ ምስ ሰብ ጥራሕ ዘይኮነስ ምስ ፈጣሪ እውን ዝተጻልኣ እዩ ይብሉ። በዓል ኢሬቻ ሎሚ ዘበን ናይ ሰላም፣ ሕውነት ተምሳሌት ብዝብል መሪሕ ቃል ዝኽበር ይኸውን።
በዓል ኢሬቻ መግለፂ ሰላምን ሓድነትን ብምዃኑ ሕብረተሰብ ንምቅርራብን ሓበራዊ ክብሪ ንምምዕባልን ክንጥቀመሉ ከምዝግባእ ኣቦ ወንበር ማሕበር ዓለም ለኸ ዋቄፌና ዶክተር ቀነኣ ለማ ገሊፆም። ኢሬቻ ደቂ ሰባት ብዘለዎም ፀጋ ተጠቒሞም ንኣምላኽ ምስጋና ዝገልፀሉ በዓል ምዃኑ እውን ወሲኾም ሓቢሮም ኣለው። ግደይ ገብረ ኣዘራሪባቶም ኣላ፣ ደሃብ ያሲን ከምዝስዕብ ክተቕርቦ እያ።
በቢዓመቱ ብማሕበረሰብ ኦሮሞ ብድሙቕ ኣከባብራ ዝበዓል በዓል እዩ እሬቻ። እሬቻ ዝላዓሊ ባህሊ ኦሮሚያ ዘንፀባርቕ በዓል ኮይኑ ዓሚቕ ዝኾነ መልእኽቲ ዝሓዘ በዓል ምዃኑ እዮም ኣቦ ወንበር ማሕበር ዓለም ለኸ ዋቄፈና ዶክተር ቀነኣ ለማ ዝገልፁ። እሬቻ ማለት ጥልቅ ፅንሰ ሀሳብ ነው። ኢሬቻ ማለት ዓሚቕ ፅንሰ ሓሳብ እንትኸውን ብቐሊሉ ለምለም ሳዕሪ ተቖሪፁ ምስጋና ንምብፃሕ፣ ፈጣሪ ንምልማን፣ እንትዳለው ዩ ኢሬቻ ዝብሃል። ስነ ስርዓት እሬቻ ካብ ፅልእን ቂምን ነፃ ኾንካ ዝኽበር በዓል ብምዃኑ መርኣያ ሰላም ከም ዝኾነ ዶክተር ቀነኣ ወሲኾም ገሊፆም ዮም። በየቦታው በሚደረግበት ጊዜ በየአካባቢው በሚደረግበት ጊዜ ምን ይደረጋል? የተጣሉ ሰዎች እንዲታረቁ ይደረጋል። ኢሬቻ በቢከባቢኡ እንትትግበር ዝተፃልኡ ሰባት ንክዕረቑ ይገብር። ቂም ተሃልዩ እውን ብሽምግልና ዕርቂ ተገይሩ ብንፁህ ልቦና እዩ ስነ ስርዓት ኢሬቻ ዝግበር። ብምዃኑ ኢሬቻ ኣብነት ሰላም እዩ። ብጭቡጥ እውን ሰላም ንክህሉ ይገብር እዩ። ምኽንያቱ ቂም ሒዝካ ምስታፍ ስለዘይከኣል። ብተወሳኺ እቲ በዓል ምሕፀንታን ምስጋናን ፈጣሪ ብምብፃሕ ከም ዝውገን ኣመላኺቶም። የልማት
የዚም ተምሳሌት ነው። ኢሬቻ ኣብነት ልምዓትን ሃፍትን እውን እዩ። ምኽንያቱ ኢሬቻ ወዲ ሰብ ከይፅገም፣ ዓፀቦ ከይህልው፣ ሰብ በሊዑ ንኽሓድር፣ ኩሉ ሰብ ፈጣሪኡ ብዝሃቦ ፀጋ ምንባር ብዝግበኦ ልክዕ ንኽነብር ምሕፀንታ ንኣምላኽ ስለዝግበርን ምስጋና ዝበፅሐሉ ብምዃኑ ከም ኣብነት ልምዓት እውን ተገይሩ ይውሰድ እዩ። ስለዝኾነ እሴታት በዓል እሬቻ ኣብ መንጎ ህዝብታት ሰላምን ሓድነትን ኣብ ምፍጣር ዘለዎ እጃም ዝለዓለ ብምዃኑ ሕብረተሰብ ኣብቲ በዓል ብምስታፍ ነዚ ኣጋጣሚ ክጥቀም ከምዝግባእ ዶክተር ቀነኣ ኣገንዚቦም። ተጠቃሎ ሲገለጽ። ብሓፈሻ እንትግለጽ ኣብነት ሰላምን ሓጎስን ብምዃኑ ናይ ሓድነት ምርድዳእን ኣብነት ስለዝኾነ ሕብረተሰብና ክጥቀመሉ ይግባእ። እቶም ጸጋታት ተሓልዮም ክጸንሑ

ብምትሕልላይ፣ ብምትሕግጋዝን ብምክእኣልን ከምኡ እውን ብፍቕርን ብሰላም ካብ ምንባር ካልእ ዝሓሸ ኣማራፂ የብሎምን ብምባል ኣገንዚቦም እዮም። ሰው ይቅርና እግዚኣብሔርም ከሰው ጋር የነበረውን ጥልና መለያየት ያስወገደው በእርቅና በይቅርታ ነው። ያውም የተበደለ እሱ ሁኖ ሳለ። ኣይኮነንዶ ወዲ ሰብ እግዛብሄርውን ምስ ሰብ ዝነበሮ ጽልእን ምፍልላይን ብዕርቅን ይቕሬታን ኢዩ ዝኣለዮ ንዝበደሎ ፍጡር ቤዛ ኮይኑ ኣብ መስቀል ተሰቒሉ ዝገብርዎ ኣይፈልጡንሞ ይቕረ በሎም ምባሉ ዋጋ ይቕሬታ ብእግዛብሄር ዘለዎ ተቐባልነት ብዘጉልሀ መንገዲ ኣርእዩ ኢዩ እግዛብሄር ኩሉሻዕ ይዛረብ ኢዩ ብኹሎም ደቂ ሰባት ዝስማዕ ግልፂ ዝኾነ ቋንቋ ኣለዎ። ንሱ እውን ተዓረቑ፣ ይቕረ ይቕረ ተበሃሃሉ፣ ንስኹም ይቕረ እንትትብሉ ኣነ እውን ይቕረ ክብል እየ። ከምኡ እውን በረኸትን ሽሻይን ኣብዚሐ ክህብ እየ፣ እቲ ናይ ምድሪ ጥራሕ ከይኮነስ ነቲ ናይ ሰማይ እውን ከይዓቀንኩ ክህብ እየ። ዝብል እዩ። ኣብቲ ኣብ መስቀል ኣደባባይ ዝተኻየደ ኣከባብራ ዳሜራ በዓል መስቀል፣ ዝተፈላለዩ ላዕለዎት ሓለፍቲ ስራሕ መንግስቲ፣ ዕዱማት ኣምባሳደራትን ካልኦት ኣጋይሽን ተሳተፍቲ ነይሮም። ኣብቲ በዓል መልእኽቲ ዘመሓላለፋ ከንቲባ ከተማ ኣዲስ ኣበባ ወይዘሮ ኣዳነች ኣበቤ፣ መስቀል በዓል ሰላም፣ ፍቕርን ሓድነትን እዩ ኢለን እየን።
መስቀል የፍቅር የሰላም የኣብሮነት በዓል ነው። መስቀል ናይ ሰላም፣ ፍቕሪ፣ ሓድነት በዓል እዩ። ደመራ መስቀል ጸልማት ብብርሃን ምስዓሩ መርኣያ እዩ። በዓል መስቀል ካብ ሃይማኖታዊ ትርጉሙ ሓሊፉ ሓደ መስሕብ በጻሕቲ ዓዲ ብምዃን ማሕበረ ቁጠባዊ ረብሕኡ እናዓበየ ከምዝመጸ ዘዘኻኸሩ ድማ ሚኒስትር ባህልን ስፖርትን ኣይተ ቀጀላ መርዳሳ እዮም። በኣገሪቱ በሚገኞ የተለያዩ ብሔር ብሔረሰቦች። ኣብዚ ሃገር ዝርከቡ ዝተፈላለዩ ብሔርን ብሔረሰባትን ካብ መንጎ ዘለዎም ሓበራዊ ፀጋታት ውሽጢ መስቀል፣ መስቀላ፣ እቲ ዝዓበየ ናይ ሓባር ፀጋ እዩ ተበልኩ ምግናን ኣይመስለንን። ኣብቲ በዓል ካብ ዝተፈላለያ ሃገራት ዓለም ዝመፁ በፃሕቲ ዓዲ እውን ተረኺቦም።
መስቀል ፌስቲቫል ኢዝ ቨሪ ቨሪ ኢምፖርታንት ፎር ሚ።
በዓል መስቀል ለኣይ ፍሉይ ጽባቐን ረብሓን ኣለዎ፣ ምኽንያቱ እቲ በዓል ኣብ መዝገብ ሓድጊ ዓለም ዩኔስኮ ዝሰፈረ እዩ። ኣነ ኣብ ኣዲስ ኣበባ ዝርከብ ትካል ዩኔስኮ እየ ዝሰርሕ። መስቀል ካብ ኢትዮጵያ ሓሊፉ ሓድጊ ዓለም ኮይኑ እዩ። በዓል መስቀል ኣብ ኢትዮጵያ እንትነኽብር ንሸውዓይ ግዘ እዩ። ዓብዪ መስሕብ ቱሪዝም ክኸውን ይኽእል እዩ። ኢትዮጵያውያን ንዓለም ከፋልጥዎ ኣለዎም። They will see something a lot more than just a tourism. ኣቦታት ሃይማኖት ከም ዝብልዎ በዓል መስቀል ደቂ ሰባት ክግንዘብዎም፣ ክዝክርዎምን ከኽብርዎምን ዝግብኡ መንፈሳዊ ሚስጥራትን ግቡኣትን ዝሓዘ እዩ። መስቀል ማለት ዝተመሳቐለ ማለት እዩ ትርጉሙ። ሰቐለ ሰቐለ ካብ ዝብል ናይ ግእዝ ቃል ዝተረኸበ ኮይኑ ትርጉም ሚስጢር ዝሓዘለ እዩ። ትርጉሙ ድማ መ መከራስ ስቃይ ቀቀራንዮ ሊልቅሶ ተባሂሉ ይትርጎም። መስቀል ካብ መላእክት እዩ ዝጅመር። ካብኡ ድማ ተፈጥሮና እውን ኢድና ተዘርጊሕና ትእምርተ መስቀል ምልክት ኣለና ማለት እዩ። ስለዚ ካብኡ ጀሚሩ ካብ ኦሪት እውን እንዳተወራረሰ ዝመፀ እዩ። ነዚ ድማ ዘማር ዳዊት ህየ ንሰግድ ኩልና ሃበቆ መግረ እግዚእነ ናይ ኣምላኽና መድሓኒናን ኢየሱስ ክርስቶስ እግሪ ዝቆመሉ ንዓኡ ንሰግድ ይብል ማለት እዩ። እንደገና ድማ ወወሃብኮሙ ትእምርተ ለእለ ይፈርሁከ፣ ንዝፈርሑኻ ምልክት ሃብካዮም ዝብል ኣብ ዝማረ ዳዊት ንረኽቦ ኢና። ኣብ ሓድሽ ኪዳን ድማ ኣምላኽና መድሓኒና ኢየሱስ ክርስቶስ ነቲ ባርነት መርገም ዝነበረ ናይ ደቂ ሰባት ካብ ኣዳምን ካብ ሄዋንን ዝወረስናዮ ንሱ ኣብ መስቀል ብምስቃል ብሳዶር፣ ኣላዶር፣ ዳናት፣ ኣዴራ፣ ሮዳስ ብምሽንካር ኣኪለሶክ ብምድፋእ ኣብ መስቀል ተሰቂሉ ማለት እዩ። መስቀል ተሰቂሉ ክንብል ኮለና ልዕሊ መሬት ትሕቲ ሰማይ ኮይኑ ማለት እዩ። ማእከለ ሰማይ ወምድር ኣብ ማእከል ሰማይን ምድርን ኮይኑ ሰብን መላእክትን

ድላይ ስጋና ንገብር ኣለና ወይሲ ነቲ ዝተቐብሮ ወይ እውን ነቲ ናይ መስቀል ግብሪ ክሓብእ ዝኽእል ተግባራት ኣልጊስና ተነሲሕና ሰላምን ፍቕርን ሒዝና ንእግዚኣብሔር ክነሐጉስ ንኸይድ ኣለና ኢልና ነብስና ክንምርምር የተሓሳስበና እምበር ትሽዑ ዝገበረቶ ታሪክ ታሪክ እዩ ንሕናኸ መስቀል ማለት ናይ ዕርቂ፣ ናይ ሰላም፣ ናይ ስምምዕነት ምልክት እዩ። እዚ ማለት ድማ እዝዩ ንመላ ኢትዮጵያውያን ሓሊፉ ድማ ቀጺሉ ንመላው ዓለም ኣብ ሕብረተሰብ ዘለዎ ግደ ዓብዩ ዝለዓለ እዩ። ብመስቀል ዝኣምን ሰብ ናይ ዕርቂ ሰብ እዩ። ብመስቀል ዝኣምን ሰብ ናይ ሲኒት ሰብ እዩ። ብመስቀል ዝኣምን ሰብ ንሓዉ ዝፈቱ፣ ንሓፍቱ ዝፈቱ፣ ንዓዱ ዝፈቱ ዓሌት ዘይፈሊ ኩሉ ሓደ ገይሩ ብሓንሳብ ዝርኢ ማለት እዩ። ናይማ ብመስቀል ንምንካሕ እንተኾይንና ጉልበተኛነት ኣወጊድካ ናብ ስንየት ናይ ምምጻእ፣ ሓውካ ከም ርእስኻ ናይ ምርኣይ፣ ሓፍትኻ ከም ርእስኻ ናይ ምርኣይ፣ ኣብ ልዕሊ ደቂ ሰባት ዝበጽሕ ጸገም ኩሉ፣ ስደት ኩሉ፣ ነውሪ ዝኾነ ግዕዝይና ዝኸነ ኩሉ እዚ ምጽያፍ ማለት እዩ።
ካብዚ ዓለም ብሞት ዝተፈለየ ተፈታዊ ድምጻዊ ማዲንጎ ኣፈወርቂ ብስራሕቱ ንኢትዮጵያ ዘመንጉሱ ዕቤትን ብራኸን ዝሕብሩ ጽቡቓት ጣዕመ ዜማታት ብምስራሕ ሕጃሙ ኣበርኪቱ እዩ። ኪነ-ጥበባዊ ማዲንጎ ኣፈወርቂ ሃገር ብጸላኢ መጥቃዕቲ እንተበጽሓ ኣብ ግንባርን ማእከልን መሰልጠንታትን ተረኺቡ ነቲ ሰራዊት ካብ ምብርባር ብተወሳኺ ኣብ ዝተፈላለዩ ማሕበራዊ ሰናይ ተግባራት ብምስታፍ ብስራሕቲ ንሃገሩ ኣገልጊሉ እዩ። ጸብጻብ ንብሬት ዮሃነ ሰለሙን ታደሰ።
ስያሜ ኣጣሁላት ብዝብል ኣልበም ምስ ፈተውቲ ሙዚቃ ፈለማ ዝተፋለጠ ኪነ ጥበባዊ ማዲንጎ ኣፈወርቅ ስራሕቱ ንተካእቲ ኪነ ጥበባውያን ብመርኣያነት ዝፅርሑ እዮም። ተፈታዊ ድምፃዊ ማዲንጎ ኣፈወርቅ ክሳብ ዕለተ ሕልፈቱ ዓሰርተ ሸውዓተ መስከረም ክልተ ሽሕን ዓሰርተ ሓሙሽተን ዓመተ ምህረት ብስራሕቱ ንሃገሩ ኣሞጊሱ ዕቤታ ተመንዩ ብሓፈሻ ኢትዮጵያ ልዕል ኢላ ክትረኣ ብፅሒቱ ኣበርኪቱ እዩ። እናት ኢትዮጵያ ክብሯን እናውሰ ኣንድ ላይ ሆነን መሳ ለመሳ ብዛዕባ ኢትዮጵያ ምፍታው ፍቕሪ ሃገራዊ ሓድነት ብዘወፈዮም ስራሕቱ ሙዚቃ ልቢ ብዙሓት ገዚኡ ቀልቢ ብዙሓት ስሒቡ ብፍትዋት ስራሕቱ ዘንተ እለት እንዳተዘከረ ክነብር እዩ ብደርፍታቱ ኢትዮጵያ ልዕል ኢላ ክትረኣ ዝገበሮ ኣበርክቶ ብዝለዓለ ዝፅረሐሉ ኪነ-ጥበባዊ ማዲንጎ ኣፈወርቅ ኣብ ልዕሊ ኢትዮጵያ ፀላእቲ እንትለዓሉ ኣብ ግንባራት ተረኺቡ ንጀጋኑ ኣጀጊኑ ኣብ ማእኸል መሰልጠኒ ተረኺቡ ንምልምል ሰራዊት ብምብርባርን ብምልዕዓልን ሓቦ ኣስኒቑ እዩ። ብብዙሓት ፈተውቲ ሙዚቃ ናእዳን ኣድናቖትን ዘትረፈ ድምጻዊ ማዲንጎ ኣፈወርቅ ዕቤቱ እውን ኣብ ሰራዊት ምክልሃል ሃገር ውሽጢ እዩ። ሕዚ ዝጽወዐሉ ሽም ማዲንጎ ዝብል እውን ኣብ ሰራዊት እንዳሃለወ ዝረኸቦ ምዃኑ መረዳእታታት ይሕብሩ። ድምጻዊ ማዲንጎ ማሕበራዊ ግልጋሎታት ዘተባብዑ ኣብ ሓበራዊ ጣዕመ ዜማታት ስራሕቲ ብምስታፍ ሃገሩ ኢትዮጵያ ኣገልጊሉ እዩ። ድምጻዊ ማዲንጎ ዜማ ብምሓዝ ዘለዎ ክእለት፣ ሙዚቃ ኣጸቢቑ ብምጽዋት ንቐልቢ ኣድነቕቱ ብምሓዝ፣ ኢትዮጵያ ብዘፈር ሙዚቃ ልዕል ኢላ ኣብ ቅድሚ ዓለም ክትረኣ ጻዕሪ ገይሩ እዩ። ድምጻዊ ማዲንጎ ኣፈወርቅ ብዙሕ ክሰርሕ ኣብ ዝኽእለሉ ዕድመ ብሞት ዋላ እንተተፈለየ፣ ዘበን ተሳገርቲ ስራሕቲ ኣበርኪቱ እዩ እሞ፣ ኣብ ኩሎም ኢትዮጵያውያን ልቢ ንዘንትኣ ዓለም ክዝከር እዩ። ከተለያየን ምን ኣደርጋለሁ እችለዋለሁ ኣብረን ባለን ጊዜ ብዙ ኣሳልፈን ኣይቆጨኝም እኔ።
ዓለምና ናብ ዝኸፍኣ ውድቀት ትኣቱ'ላ ክብላ ዋና ዳይሬክተር ትካል ንግዲ ዓለም ገሊፀን። ዓለም ለኸ ፎረም ንግዲ ኣብ ጀኔቫ እናተኻየደ ይርከብ። ኣብርሃም ፍስሃ ናይ ዳኒኤል ብዙኣየሁ ፀብፃብ ከምዝስዕብ ከቕርቦ እዩ።
ትካል ንግዲ ዓለም፣ ልውውጥ ንግዲ ዓለም ንምቅልጣፍ ኣብ ከም ኣቆፃፅራ ፈረንጂ ሽሕን ትሽዓተ ሚእትን ተስዓን ሓሙሽተን ዓመተ ምህረት እዩ ተመስሪቱ። እቲ ትካል ሚእትን ስሳን ኣርባዕተን ኣባል ሃገራት ዘለውዎ እንትኸውን ተስዓን ሓሙሽተን ሚእታዊ ዝኸውን ምንቅስቓሳት ንግዲ ዓለም ዝውክል እዩ። እቲ ትካል ኣብዚ እዋን ዓለም ለኸ ፎረም ንግዲ ኣብ ጀኔቫ ኣብ ምክያድ ይርከብ። ኣብዚ ፎረም ዋና ዳይሬክተር ትካል ንግዲ ዓለም ንጎዚ ኦኮንጆ-ኢዎላ ዓለምና ናብ ዝኸፍአ ውድቀት ተምርሕ ኣላ ክብላ ኣጠንቂቐን። ኲናት ሩስያን ዩክረይንን፣ ቅልውላው ኩነታት ኣየር፣ ምኽባር ዋጋ ነዳድን ምግብን፣ ቁጠባ ዓለም ንክወድቕ ምግባሮም እተን ዋና ዳይረክተር ተዛሪበን። The world is in a very difficult place. ዓለምና ኣብዚ እዋን ኣብ ሕማቕ ኩነታት እያ ዘላ። ብዙሓት ቅልውላዋት እናተፈጠሩ እዮም። ሙቐት ዓለም ምውሳኽ፣ ምልውዋጥ ኩነታት ኣየር፣ ሕጽረት ሓይልን ምግብን ብምፍጣሩ ዓለምለኸ ምንቅስቓስ ንግዲ በቲ ዝድለ መልክዑ

ባንክ ዓለምን ኣይኤምኤፍን ዕቤት ዓለም ኣመልኪቶም ኣብ ዘውፅእዎ ኣመተ ዕቤት ቁጠባ ዓለም እናነከየ ይመፅእ ምህላዉ እዩ ዘመላኽት። ስለዚ ካብዚ ቅልውላው ንምውፃእን ዕቤት ቁጠባ ንምቕፃልን ዘድልዩ ፖሊሲታት ከመይ ኣብ ተግባር ክውዕሉ ከምዝግባእ ክንሓስብ ኣለና። ነበር ሚኒስትር ገንዘብን ሚኒስትር ጉዳያት ወፃእን ናይጀሪያ ንጎዚ ኦኮንጆ-ኢዎላ፣ ኣብዚ ሕዚ እዋን ትካል ንግዲ ዓለም ብዋና ዳይሬክተርነት እናመርሓ እንትኸውን ቀንዲ ትኹረተን ምርግጋፅ ውሕስነት ምግብን ምርግጋዕ ናህሪ ዋጋ ነዳድን ምዃኑ ገሊፀን። ኣብዚ ሕዚ እዋን ናህሪ ናብራ እናወሰኸ ብምምፅኡ ማእኸላዊ ባንክታት ስጉምቲ ክወስዱ ይግባእ ክብላ ኣተሓሳሲበን።